እንታይ ኢና ንርኢ ዘለና እንታይ ኢና ንሰምዕ ዘለና እስቲ ኩልኹም ተኣከቡ ኩላትካ ተኣከብ ኩላትካ ተኣከብ ዶብ ትግራይን ኤርትራን ክዕፀ ተወሲኑ ኣሎ ቦርደር ይተዓፀ ኢሉ ኣብዪ ኣሕመድ ንኹለን ሚድያታት ተዋሂብወን ኣሎ እንደ መንግስት እስኪፈቅድ ድረስ ማንኛውም የኢትዮ ኤርትራ ድንበር መዘጋቱን ይፋ ማድረግ ኣለበት። ካብ ትግራይ ናብ ኤርትራ ካብ ኤርትራ ናብ ትግራይ ምኻድ ኣይከኣልን ማለት እዩ። ከምኡ እውን ኣብ ኣዲስ ኣበባ ብርጌድ ልሓመዱ ተኣሲሮም እናተባህለ እዩ። ኣመራርሓ ጨንፈር ኣዲስ ኣበባ ተኣሲሮምኒ ይብል። ስርዓት ኢሳያስ ኣፈወርቂ ከፍርስ እየ ኢሉ ዝተጣየሸ ውድብ ብርጌድ ንሓመዱ። ዝበሉ ጀጋኑ ኤርትራውያን ተረዲኻኒ ባጫ የእስርዎም ኣሎ። እዚ ጥራሕ ኣይኮነን ናይ ሰብ ቲክቶክ ፅላለ እውን እናቐፀለ እዩ። ካብ ዘፅሉእንኒ ነገራት መልክዐይ ተመሊሰ ክሪኦ ውይ እንታይ ከ እየ ዝመስል ደቂ። ክሕነቕ እየ ዝብል ሓድሽ ደርፊ እናተዘርግሐ እዩ። ክሕነቕ እየ ዝብል ደርፈይ ዝሰርሐሉ ቦታ ማለት እዩ መቓብረይ እውን ኣኣ ናትኩም።
ኣታ ኡይ ዶ ክብል ኣታ ኡይ።
እዚኦም ካልኦቶም ክንሪና ሰናይ ምክትታል። ኣለና ዶ ኣይስማዕ እሎይ

ኣከመ ከም ጅርቱ ጅራ ኣህለን ወሳህለን ኬፍ ሓልኩም ኒሃው እና ናብ ቻይና ነጋ ማሕተኒ እና እና ብሳው መደብና ጀሚርና ጀለና ቅድመ መና ምኻድና ግን ከምቲ ልሙድ ሓንቲ ኮመንት ከም በልኹም ዙፋን ትበሃል ሓፍትና እንታይ ኢላትኒ ማጊ ከይገርመካ ከይረኣኹ እየ ብላይክ ዝጅምሮ ቪድዮ ኢኻ ኢላትኒ ኣላ እ? ናይ ብሓቂ ወላዲተይ
ኣብ ቅድሚ ኣምላኽ ዝከበር ኣነ እኮ ባይዘወይ ቪድዮይ ገና ከይረእኹም ላይክ ትገብሩ ሰባት ብምንታይ እሞ ክገልጸኩም በቃ ማለት ቃላት ይሓጽረኒ የቐኔለይ የቐኔለይ ብዝኾነ ኸዚ እውን እዚ ቪድዮ እዚ ላይክ ዘይገበርኹም ሰባት ላይክ ግበሩ ንዚ ቻናል እዚ ሓደሽቲ ዝኾንኩም ሰባት እውን ሳብስክራይብ ምግባር ከይትርስዑ ኸልተ ሰብ መሊኣ መሊኣ ተኸድ ተኸድ ርገዘለይ ርገዘለይ
ሽብ ተክልቲ ኣና ልምዓት መደና ድማ ከምቲ ልሙድ ኣብኡ ዝህልውን ኣዘራረብቲ ዘለዉ ዛዕባታት ክንሪና ከምኡ ብጣዕሚ ዝስቑን ዘናግዑን ቪድዮታት ድማ ተዳልዮም ኣለዉ ለስኽቶ ኢሎም ክንሳቂና ለውቲ ኮይኑ ነኪና ዋየ ንዋየ ለብል ድማ ዋየ ንዋየ ክንብል ኢና ካብ ሰላም ናብ ፍቅሪ ዝኾነ ቻናል ብድሓን ምጻኹም ተጋኑ ኤርትራኑ ሓትየ ብሊኣፋላይ ንቐጽል። እሺ ተኽልቲ እስቲ ከመ ተኮንና ሎምን ከምቲ ልሙድ ብኣገራሚ ዝኾነ ቃለ መሕተት ኢና ክንጅምር እንታይ ይብሎ ኡይ እስቲ እንታይ ስኽንስ ከመይ ዘለ ወዲ ትምርዖ ትደሊ ስኺ ደቂ ኣነ ትርካዊ ተዚ ኮይኑ ሃሊ ኣርሴማ ዊንታ እሺ ዊንታ ኣርሴማ ስኽንስ ከመይ ዘለ ወዲ ትምርዖ ትደሊ ስኺ ደቂ ኣነ ትርካዊ ተዚ ኮይኑ ሃሊ ቱርካዊ ማለት ሓበሻዊ ሓበሻ እኳ እንግደፈኒ እንታይ ማለት ሓበሻ ዝበሃል ኖ ኖ ኖ ቱርካዊ ኮኒዋ እያ እሺ ሰኸ
ከዛ ሓፍትና ባይዘው እርግፀኛ እየ ቃናና ርእት እያ ክትውዕል ፀለመ እዩ እዚ በቃ ቃናና ርእት ትውዕል ጥቁር ፍቅር ካብኡ ከመይ ዓይነት ወዲ ትደሊ ትበሃል ተላ ቱርካዊ ኣሕ ሕጉስ እንዶ ማይ ኣወዳት ንዛ ጓል እዚኣ በይና ኣቅሪብዋ ኣሕጉስኒ ስትርኳዊ ከይደልይኪ ድዩ ማዓረይ። ከተገደደ ብደገ ክነብር ኣለዎ ማለት ኣብዚ ውሽጢ ኣለኹ ኣብዚ ከይምቸኒ
ማለት ኣብዚ ዓዲ እዚ ወድስ በቃ ናይ ደገ ክኸውን ኣለዎ ተስፋ የልና ንሕና

ዋእ እዘን ሰባት እዚኤን እኮ ኣይደልዩን ኣይንደልየኩምን እየን ዝብላ ዘለዋ ናይ ደገ ተዘይ ኮይኑስ ኣብ ውሽጢ ዓድስ ኣይንድልን እየን ዝብላ ዘለዋ ስለዚ ንዘን ኣሕዋት እዚኤን ከመይ ጌርካ ሰላም ትብለን ትጸፍዐን እባ ኮና ያው ህጻውንቲ ቆልዑ ስለ ዘለዋ ዕብይ ክብላ ተለዋ እውን ናይ ሓሳብ ለውጢ ክገብራ እየን ኢልና ብሸለል ንሕለፈን ብሸለል ባይዘወይ ኩሉ ሰብ ደገ ክወጽእ ይደሊ እዩ ግን ኣይኽእልን እሲ

ዲት ታመልኤ መተሐዚ
እሹፍ ተኸተልቲ ከም ትሪእዎ ዘለኹም ከምዚኦም ዓይነት ሰባት ባይዘወ ብዙሕ ግዜ የጋጥመና እዮም ብፍላይ ናይ ኣሜሪካ ፕሮሰስ ገና ኣይኸዲኩ ዓመት ሙሉእ ተኸኺቡና ኣሜሪካ ከድለኹ እየ ቻው ኣሜሪካ ከድለኹ እየ ቻው መዓት ደቂ ክላስና ኣለዉ መዓት ደቂ ክላስና እኒኦ ሓደማ ልገርመኩም ሻምናይ ክፍሊ ለቋረፆ ወዲ ክላሰይ እውን ነይሩ በቃ ኣሜሪካ ትኸድ ኢኻ ተባሂሉ ፕሮሰስ ጀሚሩስ ኣቋሪፅዎ ሽካዕ ኸዚ ትሪእዎ ኣለኹም ይኸደ እዩ ፅንዓት ያውኹም ፀለመ እዩ እዚ ካብ ዘፅሉእኒ ነገራት እሺ ድምፀይ ተመሊሰ ክሰምዖ መልክዐይ ተመሊሰ ክሪኦ ውይ እንታይ ከ እየ ዝመስል ደቀይ ናበልዐ ድምፂ ዘስምዕ እዚ ጉረኛ ሰብ እህ ዓንጓር ሰብ ዓንጓር ሰብ

ናይና መልክዕ እኳ ፉቲናዮ ሕደገ ይኾኔና ኢኻ ብልቕጽል እዚ ሓውና እዚ እንታይ ኢሉ ሕቶ ሓቲቱ ለጽለእኩም ሰብ ለጽለእኩም ነገር እንታይ እዩ ኢሉ ቀዳማይ ለጽለእና ኣነ ሓሳድ ሰብ ሓሳድ ሰብ ብጣዕሚ እየ ዝጸድቕ ብጣዕሚ እየ ዝፈርሕለ ንስኻትኩም ላ ኣብ ኮሜንት እስቲ ኣብዚ እውን እዛ ሓፍትና እዚኣ በራሕ ስብኣይ ዝሓዝኽን ትብለላ ንስማያ እስቲ በራሕ ሰብኣይ ዝተመርዐኽን በራሕ ሰብኣይ ዘፍቀርክን በራሕ ሰብኣይ ወላ ንሓንቲ መዓልቲ ቡና ዘስተኽን ኣዋልድ ንስኽን ብዙሕ ኣይትጨነቓ ኣብ ሂወት ኣብ ብፍላይ ብጽድቂ መንገዲ ብገነት መንገዲ ብዙሕ ኣይትጨነቓ ማለት ኣምላኽ ምሳኽን እዩ ኣምላኽ ካልእ ወላ ሓጢኣት ጌርክን ሸለል ክብለክን እዩ ንዓኽን ምክንያቱ ዓለም በዲላትክን እንድያ ዓለም ብጋህዲ እያ በዲላትክን

ቻው። ናይ ብሓቂ ትክክል ኣሕዋት በራሕ ሰብኣይ ላሓስኹም ኖኖ ይቅርታ ኣነ ኣብዚኣ ምንም ክብል ይደሊ ምንም ክብል ይደሊ ልተርድኦ ሰብ ላይክ ይግበር ለይተረዳኹም ግን ሕለፍዋ ኣብዚ ሰብ ሓዳር ክነባእሰ ይንደሊ እወዶ መን ይብሉኻ መዓርጌ እስቲ ኣዴና እውን ፊልተር ጀሚረን ኣለዋ እንታይ ከም ዝብላ ንስማዕ ንመጀመርታ ግዜ እዩ ኣሕዋት ኣታይ ሃ ሃመነ ሕምኝኽም ትም ጽዋግ የለ ትምባል የለ
ፊልተር እንዲ ማዘር ወለል ኢሉ ስኡ ኢሉ ወለል ኢሉ ኩርፋ ነበረት ገጸ ኢለ ካመ እዩ እንታይ ናገበርኩም ኢኹም ሃም ትጎርጎ ኣለኹ ሃምኸንኪ ጽብቂ
ከምዚ ተኮይነ ማል ወትራማ ዋና ዋና

ብምንታይ ብስንኪ ፊልተር በቃ ኣዴና ንባዕሉ እውን ተገሪመን ብመልክዐን። ኩርፋእ ነበረት ገጸይ በል ካምእ ድዩ ታይ ናገበርኩም ኢኩም ሃም። ኣቱም ሰባት ኣብ ክትገብረልካ ዘውጻኻዮ ነዊሕ ዝገበረ ዘይገበርካዮ ክዳንካ ገንዘብ ክጸንሓካ ዝዓቢ ብስራት እኮ የለን ትፈልጡ ዲኹም ሎተሪ ከም ዝበጽሓካ እዩ ወይኻ ገዛእ ገንዘብካ እኮ ከመይ ትሕጎስ ሃፒ በቃ እንታይ ዘይተመዝግን ሽው ዋው ኣቱም ሰባት ገንዘብካ እኮ እዩ ሕጂ ብኣይ እኮ ነይሩ ዝሃበካ ሰብ የለን ግን ምስኡ ዘሎ ሓጎስ ትፈልጡ ዲኹም ኦ ማይ ጋድ በዚ ተዓጎል ኣታ ገንዘብ ክንደይ ግዜ ክንደይ ግዜ ወኸንዲ ኩሉ ሳዕ ኢኻ ትግርና ከላ እዚኣ ነገር እዚኣ ብፍላይ ቀደም ገንዘብ ግን ኣብ ከምኡ ትርከብ ገንዘብ ድማ ማዕረ በቃ እንታይ ሞ ክብለኩም ሽዑ ሳዕ ዓቢ ነገርካ ናይ ብሓቂ እዚኣ ባይ ዘ ወይ ናይ ኩላትና ደስታ እያ ናይ ኩላትና ሓጎስ እያ ሕሰዎ እሞ ኣብ ስርኹም ሲ ክልተ ሚእቲ ሰለስተ ሚእቲ ገንዘብ ክተግንዩ ተለኹም ካብኡ ድማ ቅርሺ ስኢንኹም ነይርኩም ኣቤት ለሎ ደስታ ኣቤት ለሎ ሓጎስ ኣታ ዕልልልልልል እስቲ ኣብዚ ድማ ሰብኣይን ሰበይቲ ማዕረ ድዮም ዝብል ሕቶ ኣሎ እስቲ ንስማዕ እሺ እሞ ሰብኣይ ሰበይቲ ሲ ማዕረ እዮም ኢልኩም ትሓስቡ ዶ ቁመትና ድዩ የኾነ ብኩሉ ነገር ብሓፈሻዊ ነገር ሰብኣይ ሰይቲ እዎ

ታይ በዓቲ ሕደግ እባ ብተፈጥሮ ግደፍ እባ ማለት ማዕረ ለብለና ነገር ኣሎ ማዕረ ዘይብለና ነገር እውን ኣሎ ኣሕ ኣዋልድ ኣሕዋተይ ድማ ስኻትኽን ትገብሮ ንሕና ዘይንገብሮ ነገር ኣብ ኮሜንት ኣቕምጣልና በይዛኽን እዚኣ ከይትሸግራ ኣቕምጣ። ብናዕለይ መጓዓዝያ ዝኸድክን ኣለኹ ትርፊ ፅዒንካ ኢልካ ሓሙሽተ ሚእቲ ቅርሺ ቃፂዕኻ ማንጃ ፍቃደይና ታርጋ ኢሉ ወሰድካለይ ትራፊክ መልሳ እይምልስ እይተልካ ግን ብመንገዲ ትራንስፖርት ኣድጊ ከሲሰ ብርግሒት ኣድጊ ጧዕ ከብለካ ፓት ንኣድጊ ትራፊክ እውን ተጀሚሩ በቃ በቃ ተጀሚሩ
ምን ይበለው ምን ይበለው ምን ይበለው ስራዕኻ መን ይኽእሎ ስራዕኻ መን ይውዓሎ ትኽክል ሚነዋሎ ስኻ ትኽእሎ መን ይኽእሎ ልዕሊ ምንም ዝሞያኻ የሕዝነን ንትኽፈሎ ኣይዞኻ ጻዕራመይ ፈጣሪ ዝሓዘልካ ኣሎ ንዓኻ ክብረ ኣለኒ ሓወይ ሚነዋሎ
በስመኣም ናይ በሓቂ ባይዘወይ ሚንዋሎ ዝሰርሖ ማንም ሰብ ክሰርሖ ይኽእል እዩ እዚ ኩሉ ንሪኦ ዘለና ፎቅ በልኩም ገዛውቲ በልኩም ዝሰርሕዎ ሚንዋሎ እዮም ኣቱም ኣብ ሚንዋሎ ትሰርሑ ኣሕዋተይ ድማ ክብረት ኣለና ዋኹም እስቲ ናብ ሰብ ቲክቶክ ጽላለ እውን ንኸድ እሱ ድማ ናይዚ ሓውና እዚ ነገር እዩ እዚ ሓውና እዚ ክሕነቕ እየ ኣብ ዝብለና ብዙሕ ገይሩ ሕጂ ድማ ደርፊ ክሕነቕ እየ ልብል ከየውፅኹ ኣይሕነቕ ይብል ኣሎ እስቲ ንስማዕ። ክሕነቕ እየ ዝብል ደርፈይ ኣብ ቀረባ ግዜ ስለ ዝለቆ ዘለኹ እዚ ትርእይዎ ኣለኹም ቦታ ኦማት ድማኢ መሕነቕየይ ቦታ እዩ እዚ ትርእይዎ ኣለኹም እዚ ድማ መቓብረይ ቦታ እዩ ስለዚ ኩለኹም ሼር ኮምፕሊንክ እና ገበርኩም ናብ ኩሉ ንኽባጻሕ ገበሩለይ ኣነ ማንም ማንም ኣይሰምዒ መንገዛ ህይወተይ ማንም ሰብ ኣይምልከቶይ ክሕነቕ እየ ዝብል ደርፈይ ኣብ ቀረባ ግዜ ይለቆ ኣለኹ የቐንየለይ እዚ ቦታ እዚ ድማ ብተረርእይዎ ክሕመቅ እየ ዝብል ደርፈይ ዝሰርሐሉ ቦታ ማለት እዩ መቃብረይ እውን ኣኣ ናትኩም የቀንየለይ። ክሕመቅ እየ ዝብል ደርፈይ ዝሰርሐሉ ቦታ ማለት እዩ። እሺ ሓወይ ናተይ መጀመርታ ከድንቆ ይደሊ እዚ ሓውና እዚ ኣብ ልዕሊ ህዝቡ ዘለዎ ክብረት ዘለዎ ናይ ዓዲ ፉቴቱ ከም ትሪእዎ ዘለኹም እዩ ክሕነቅ እየ ዝብል ኣርእስቱ እዩ ሒዝልና ዝመጽእ ዘሎ ፉቅ በሎ ይዛኻ።
ብልቅጽል ኮፒ ሊንክ ግበሩለይ ሼር ግበሩለይ እዩ ዝብል ዘሎ። ግን ኣነ ነዚ ሓውና እዚ እንታይ እክሎ ዝደሊ ምሟትኻ ለይተርፍ ሲ ንምንታይ ኢኻ ሓንቲ ሓጢኣት ለይትሰርሕ ካብ ነብስኻ ኣጥፊእኻ እኮ ያው ሓጢኣት እዩ ግን ደርፊ ለውፂኻ ሓጢኣት በዓል ካለ ትሕነቕ ኣለኻ ክልተ ሓጢኣት ምሟትኻ ለይተርፈካስ እንታይ ደርፊ ምውፃእ ኣድለየ ያ ግደፍ ግደፍ ሓወ ብዝኾነ ግን ኣነ ኣብዛ ክሊፕ ክሳተፍ ይደሊ እየ ናተሓነቅካ
ከምኡ ድማ ሼር ኮፒሊንግ ወርለ ይብል ኣሎ ናብ መን እዩ ክበጽሕ ማለት ናብ መን ናብ መን ኢኻ ክበጽሕ ኢልካ ኢኻ ትደሊ ማለት ንማትኻ እኮ ይተርፈካ ማትኻ ስለ ዘይተርፈካስ እዚ ደርፍኻ ሰብ ረእዮ ኣይረእዮ ብዙሕ ኣይገርም እዩ ግን ያው ልመዋቲ ነኽብር እንዲና ኮፒ ሊንክ ግበሩ ኩልኹም ጸበል ተወሲድካ እዩ ፈውሲ እዚ

እወ ባይዘወይ መርዓትና ባዕልና ክንመርፅ ኣለና ኸዚ እውን እዚኣ ናይ ኸዚ ወለዶ ኣሕና ኣይንሰምዒ በቃ ኣይንሰምዐኩም ወለድ ወለድና ኣይንሰምዓኩም ይቕሬታ ግበሩለይ በቃ እስኹም ተምፅዋ ተንኹም ምሳኹም እያ ክትሓድር እስኹም ኢኹም ክትጥውርዋ ስለዚ ንዓና እንትሕሸና ባዕልና ኢና ንፈልጥ ከምዚኣ ኢልካ ትፍክር ካብኡ ኣፋትሑኒ ዳእልካ ላጎሂኻ ላወለድኻ ኣቤት ሃይ ማጊ እሹ ተክልቲ እስቲ ናብቲ ዝቕጽል ህልውን ኣዘራረብ ዘለዎ ዛዕባ ክወስደኩም እሱ ድማ ሓደ ናይ ብርጌድ ልሓመዱ ኣብ ኣዲስ ኣበባ ምእሳር እዩ እሱ ድማ ኣብዚ ማሕበራዊ ሚድያ ኣዘራራቢ ኮይኑ ኣሎ እንታይ ልብል እቲ ዝወፀ ሓበሬታ ከም በልኹም ኣመራርሓ ጨንፈር ኣዲስ ኣበባ ተኣሲሮምኒ ይብል ስርዓት ኢሳያስ ኣፈወርቂ ከፍርስ እየ ኢሉ ዝተጣየሸ ውድብ ብርጌድ ንሓመዱ ብርጌድ ንሓመዱ ዝጸንሐ ስሙ ኮይኑ ሐዚ ኤርትራያን ብሉ ሪቮሉሽን ሙቭመንት ኢሉ ብምቕያር ነዚ ጸብጻብ ዘውጽኦ ዘ-ሓበሻ ዝገለጸ ኮይኑ መንግስቲ ኢትዮጵያ ነቶም ኣብ ኣዲስ ኣበባ ዝኣሰሮም ኣመራርሓ ብህጹጽ ክፈትሖም ንምንታይ ተኣሲሮም ከጽንዕን ንቐጻሊ ውሕስና ክህቦም ድማ ጸዊዑ ኣሎ። ብቅጽል እዞም ብርጌድ ልሓመዱ ዝተኣሰሩ እውን ኪሮስ እዩ ወይ ድማ ኪሮስ ተስፋ እዩ ኣእሲርዎም እናተባህለ እዩ። እስቲ እዛ ቪድዮ እዚኣ እውን ንከታተል። ድሓን ሽም ውደስካ ሕጂ ባጫ ተረዲኻኒ የእሲርዎም ኣሎ ጀጋኑ ኤርትራውያን ተረዲኻኒ መሪሕነት ባይቶ ኣዲስ ኣበባ ዝፈጠሮም ንሕና ቃልስና ኤርትራ ንኤርትራውነት እምበሪ መሓዮ ናይ ጎረቤት ሃገር ኮይና ትማሊ ኣቦታትና ደም ከፊሎም ዘምፅዎ ባሕሪ የሕሊፍና ኣይንህብና ናይዚ ኣጀንዳ መሳሰይቲ ኣይንኸውንና ዝበለ ዝበሉ ጀጋኑ ኤርትራውያን ተረዲኻኒ ባጫ የእስርዎም ኣሎ ብዛዕብኦም ግን ድምፂ ኣይትኸውን ኢኻ። ሽርተልቲ ከም ትሰምዕዎ ዘለኹም እዩ እዚ ሓውና እዚ እውን ኪሮስ ተስፋ እዩ እሲርዎም እዩ ዝብል ዘሎ ምክንያቱ እቶም ብርጌድ ንሓመዱ ዝተኣሰሩ ያው ንባሕሪ ኤርትራ ንኣብይ ኣይንድግፈካን ባሕሪ ናይ ኤርትራውያን ስለ ዝበሉ እዮም ዝብል ዘሎ ባይዘወይ እዞም ኣብ ኣዲስ ኣበባ ዝተኣሰሩ ብርጌድ ንሓመዱ ሽካዕ ኸዚ እቲ ምክንያት ኣይተፈለጠን ዘሎ ከምኡ እውን ል ኪሮስ ተስፋ እውን እዞም ተኣሲሮም ዘለዉ ንከፍትሕዎም ይጽዕሩ እዮም ዘለዉ ብልቕጽል ንዞም ኣብ ኢትዮጵያ ተኣሲሮም ዘለዉ ብርጌድ ንሓመዱ ከምዚ ስለ ዝበልኻ ይፍትሑ እዮም ማለት ይኾን ከፍትሕዎም ዝኽእሉ እቶም እንኮ እልበዓል ውፉይ ኪሮስ ኣስፍሃ እዮም ስለዚ እልበዓል ኪሮስ ኣስፍሃ ከእስርዎም ይኽእሉ ምክንያቱ ድማ ንትቓልሶም እውን ዕንቅፍ ስለ ዝኾነ ብልቕጽል እዞም ተኣሲሮም ዘለዉ ኣሕዋትና ድማ ንምንታይ ምክንያት ከም ዝተኣሰሩ ዝወፀ ሓበሬታ የለን ግን ቁረ መዓልቲ እንተወፂኡ እውን ክሕብረኩም እየ ተክልቲ እስቲል ኣብቲ ዝቕፅል ህልውን ኣዘራረብ ዘሎ ዛዕባ ድማ ክወስደኩም እሱ ድማ ናይ ዶብ ትግራይን ኤርትራን ክዕጸ ከም ዝተወሰነ ሃይለ ደደቢት ይሕብረና ኣሎ እስቲ ንስማዕ። ነዙይ ሕዚ እንታይ እዮም ዝብሉ ዘለዉ ቦርደር ይተዓጾ ኢሉ ኣብይ ኣሕመድ ንኩለን ሚድያታት ተዋሂብወን ኣሎ ቦርደር ይተዓጾ ትትርጉሙ ክርዳኣኩም ምእንታን ቦርደር ናይ ኤርትራን ናይ ትግራይን ይተዓጾ ማለት እዩ በኢትዮጵያና በኤርትራ መካከል ያለው ግንኙነት ናብ ዝኾነ ደረጃ እስካዕ ዝበፅሕ ናይ ኤርትራን ናይ ኢትዮጵያን ቦርደር ይተዓፆ ኢሎም ኣብ ባህልኦም ካብ ትግራይ ናብ ኤርትራ ካብ ኤርትራ ናብ ትግራይ ምኻድ ኣይከኣልን ማለት እዩ እዚዩ ናይ ሰርቪላንስ ድሮናት ኣለዋና እዚ ጌርና ክንሪኦ ኢና ረኽቢ ከይግበር ኢሎም ክዓፅዋ እዮም ክውስኑ እዮም ድሕሪኡ ኣብ ትግራይ ከምዚ ክገብሩ ርኢናዮም እንዳተባህለ ብድሮን እንተተወቂዑ ፀረ ድሮን ክንሰድድ ዲና ኩናት ዲ ክኽፈት ኩናት ኣይንደልን ምስ ኢትዮጵያ እውን እንተኾነ እዚኣ ግን ይብሉ ኣለዉ ንኩለን ሚድያታት ተዋሂብዎን ኣሎ እዚ በፂሖዮ ኣለኹ ገሊአን ጀሚረን ኣለዋ ንኣብነት ረኣዩ
እንደ መንግስት እስኪፈቅድ ድረስ ማንኛውም የኢትዮ ኤርትራ ድንበር መዘጋቱን ይፋ ማድረግ ኣለበት ከዚ የንብብ እዩ ዘሎ ክደግመልኩም እየ ነዊሕ እውን ስለ ዘለዎ የንብብ እዩ ዘሎ ተ- ተዋሂብዎም እዩ ኣነ ብግሊ ከምዚ ዝበለ ነገር ኣየምልጠንን ከም ዕድል ኮይኑ እታ ዓዲ ስለ ዝነበርኩዋ እቶም ከምዚ ዝህቡ እውን ብደንቢ ገይረ ስለ ዝፈልጦም እፈልጦም እየ ብሓደ ወይ ብትኻሊእ መንገዲ እንታይ እዩ ተዋሂብዎ ዘንብብ ዘሎ ይርዳእኒ እዩ ቀዲመ እውን በፂሖዮ እየ ሃይለ ነጊረኩም እየ ተን ሰለስተ ናተይ ሬኮመንዴሽን በቃ ንሃይለ ንመውቅዒ እዮም ተጠቂሞምለን ካብኡ ከዓ ጥዑያት ሰባት እኳ ሒዞም ከይመፁስ ማንም ደንቆሮ ሒዞም መፅኦም ሰያ ንሃይለ ክመልሱ ኣነ ዝምለስን ዘይምለስን ኣብ መሬት ዘሎ ሓቂ ብምርኣይ ጥራሕ እዩ እታ ዝብላ ዘለኹ ምናልባሽ ናይ ሃይለ ዘረባ ዘይክጥዕመኩም ይኽእል እዩ እታ ሪያሊቲ ግን ንሳ እያ ሕዚ ስምዕዎ ተንተዋሃወኦም ንኩለን ሚድያታት እታ ሕዚ ኢርሚያስ ዝብላ ዘላ እያ
እንደ መንግስት እስኪፈቅድ ድረስ ማንኛውም የኢትዮ ኤርትራ ድንበር መዘጋቱን ይፋ ማድረግ አለበት። ከዚህ በኋላ ድንበሮቹ የኢትዮ ኤርትራ ድንበሮች ተዘግተዋል። በዛ በተዘጋበት ሁኔታ

የኢትዮጵያ መንግስት ፍላጎት በቅርብ ጊዜ የምንሰማው ውሳኔ አብይ አህመድ እንደ መንግስቱ ኃይለማርያም ወጥቶ የሚያነብልን ውሳኔ ነው። ኤርሚያስ ቀድሞ ደርሶት ሆን ተብሎ ንኩሎም ሚዲያታት ናይ ኢትዮጵያ ናይ ግልን ናይ መንግስትን እዚኣ እያ ተዋሂባቶም። ኣነ ባዕለይ በፂሐያ እዚኣ ተዋሂባቶም። ከምዚኣ ክብሉ እዮም መዓዝ እዮም ክውስንዎ መስለኩም ህዝቢ ትግራይ ከፋፊልናዮ ኢና ምስ በዓል ፃድቃን ዝኸይድ ዝተወሰነ ምስ በዓል ደብረፅዮን ዝኸይድ ዝተወሰነ ኢሎም ናይ ደብረፅዮንን ናይ ፃድቃንን ወይ ናይ ወዲ ወረደን ናይ ፃድቃንን ኢሎም ብትኽትኽ ምስ ኣበልዎ ወዲ ወረደ ፀኒሑ ክኸድ ይኽእል እዩ ባይዘወ ይደልያ እዩ ወዲ ወረደ እውን ኢለ እየ ዝኣምናነ ኣፅምዶ ፓራሌል ትኹን ገለመለ ይብል እንድዩ ተኣምነቱ ባዕለይ ክመርሓ ዝዓይነታ እያ ዋላ መርሓይ መርሓ ፀገም የብሉ ንሱ መርሓ ደብረፅዮን መርሓ ካሊእ መርሓ ፀገም የለን ምእኽልቲ ኮይና ኣብ ትግራይ ዘሎ ድልየት ማሕበረሰብና ድልየት ህዝብና እንታይ እዩ ተባሂሉ እታ ፅምዶ ንድሕሪት ከይትምለስ እዚአን ግበሩ ተባሂሉ ቀሪብሎም እቲኦም እውን ክገብርዎ ብዝገብር መንገዲ እንተመሪሖሞ ወዲ ወረደ መርሖ ደብረፅዮን መርሖ ፀገም የብለይ ኣብኡ ፀገም የለን። እቲ ፀገም ዝኸውን እንታይ መሲልኩም ህዝቢ ትግራይ ተኸፋፊሉ ኢሎም ኣብ ዝኣመኑሉ እዋን ኦኬ ህዝቢ ትግራይ ተኸፋፊሉ ኢሎም ኣብ ዝኣመኑሉ እዋን እዛ ኣዋጅ እዚኣ እዛ ሕዚ ኤርሚያስ ዝብላ ዘሎ ሓደራኹም ሓዝዋ ኢኹም መናእሰይ እዚኣ ቆሪፅኩም ሓዙለይ እዛ ኣዋጅ እዚኣ እዛ ሕዚ ኤርሚያስ ዝበላ ኣብ ቀረባ እዋን ግማሽ ህዝቢ ትግራይ ናብዚ ገፅ ኣዘንቢልናዮ ኢና፣ ዝጠራጠር ገይርናዮ ኢና፣ ፅባሕ ንግሆ ንዓ ፅባሕ ንግሆ ኤርትራ ስለዝመፀካ ንሕና ክንክሕሰካ ትዝበደልናካ ክንክሕሰካ ሻዕብያ እንተጥፊእናልካ እዩ ኢሎም ሒዞሞ ከም ዝኸዱ ነቲ መንእሰይ እንታይ በለ ሃይለ በሉ እንታይ በለ ሃይለ በሉ ነዚኣ መድሓኒታ እንታይ እያ ካብ መሬት ትግራይ ምውፃእ ምስ ትግራይ ልባዊ ዝኾነ ረኽቢ ምግባር ትፅምዶ ሓቃዊ ምግባር ተሓታትነት ክሰፍነሉ ብዝኽእለሉ ትግራይ እውን መሰል ዓርሰ ውሳነ ኣብ ተኽብረሉ መንገዲ ምኻድ ነዚኤን ክገብራ ዝኽእላ ካብ መሬትና ምውፃእ ምእኹል ምግባር ምሁራን ክኣትውዎ ምግባር እዚኤን ሓሲበ ተዛረብክዎን እየ እስካዕ መወዳእታ ክብለን እየ። እሺ ብትክልቲ እዚ ዝወጽእ ዘሎ ሓበሬታት ከም ዝሰማዕክምዎ እዚ ይመስል ነይሩ ዶብ ትግራይን ኤርትራን ንክዕጸ ተወሲኑ ኣሎ እዚ ህዝብታት ርክብ ህዝብታት ኩላትና ንድግፎ ኢና ግን ድማ ብሕጊ መሰረት ክኮን ኣለዎ ምክንያቱ ብትማሊ ውን ተደምረናል ተባሂሉ እንታይ ከም ዝመጸ ኩልኩም ትፈልጥዎ ኢኩም ከዚ ውን እዚ ዝግበር ዘሎ ጽምዶ መንግስቲ ክፈልጦ ኔዎ ሕጊ ክፈልጦ ኔዎ ዓለም ክፈልጦ ኣለዎ ህዝቢ ንህዝቢ ዝግበር ርክብ ጽቡቅ እኳ እንተኮነ ግን ድማ እዚ ዝመጽእ ዘሎ ናዕቢ ድማ ከም ትዕዘብዎ ዘለኩም እዩ ኸዚ እውን እቲ ህዝቢ እዩ ዋጋ ክኸፍል ብዶብ ትግራይ ይኹን ብዶብ ኤርትራ ይኹን ኣብ ትግራይን ኤርትራን ዝግበር ዘሎ ፅምዶ እውን መንግስቲ ክፈልጦ ኣለዎ ዓለም ክፈልጦ ኣለዎ ሕጊ ክወፅእ ክኽእል ኣለዎ እምበር ስኡል ካብ ቦሎ ቦሎ ዘእተ ነገር ድማ ኣዝዩ ኸቢድ ኾይኑ እዩ ዝስምዐኒ ኣነ ብግለይ ኸዚ እውን ከም ትዕዘብዎ ዘለኹም እዩ ዶብ ትግራይን ኤርትራን ይተዓፀ ከምኡ እውን ጎስጓስ ክግበረሉ እዩ ዝሕበር ዘሎ እውን ኹላትና ካብ ልሓለፈ ክንመሃር ክንኽእል ኣለና በሃሊ እየ።